እዚኣ ድማ ካልኣይቲ ቪድዮ እያ ተቀዳመይቲ ኣብ ቪድዮ ዋን ኢለ ኣፕሎድ ገይረ ኣለኹ ስለዚ እታ መኪና ትኣትወና ኣላ ብየማን ኣብ ንሕና ሒዝናያ ዘለና ፈልት ወይ ድማ ሌን የማነይቲ እያ ዘላ ብፀጋምና ድማ ሓንቲ ካልእ ፈልት ኣላትና ቅድሜና ኣብቲ ላዓሊ ዘሎ ናይ ካሜራ ናይ ቡም ወይ ድማ ቶል ከፊልካ ትሓልፈሉ ማለት እዩ ካብ ኦስሎ ትወፅእ ከለኻ እያ ዘላ እዚኣ መስለኒ ወይ ከዓ ኣብ ሪንግስ ስለዚ ክጅምረ ክንቅፅል ኢና ማለት እዩ ልክዕ ከምታ ቀዳመይቲ እዚ ትኣቱ ስለ ዘላ ቀዲማትኒ ስለ ዘላ ከምቲ መጀመርታ ዝበልናዮ ሱቅ ኢለ የእትዋ እንተ እቲ ዝሕል መሲላ ምናልባት ጊር ክቕይር ተኾይኑ መኪና ዝቕይር ተኾይኑ እዚኣ ቅድመይ ዘላ ኤሌክትሪክ ካርያ ስታይ ይገብር ማለት እዩ ሕጂ ፍራቻ ወሊዕ ኣለኹ ቃዕቃዕ ትብል ኣላ ንየማን ወፅእ ኣለኹ ማለት እዩ ናቱ መብራህቲ ትበርህ ኣላ ፍሬኑ ሒዙ ኣሎ ስለዚ ጥንቅቕ ኢለ ቀስ ኢለ ቀርቦ ንየማን ክጥወየ ኣነ እውን ብኣ ስዕብ ማለት እዩ ትብዝኡ ዘሎ ምልክታት ሕብረናይ ንየማን ግድን ክንጥወ ከም ዘለና ኣብዚ በዓል ብሽክለታ ኣሎ ይጠራጠር ኣሎ ስለዚ ክሕልዎ ኣለኒ ወላ ናይ ኣጋር እኮ ተዘይኮነ ንድሕነት ክብል ጠጠው ኢልካ ተሕልፎ ማለት እዩ ናይ ኣጋር ቀስ ኢለ ባምፕላ እዚኣ ሓፍ ኢላ ክትወርድ ስለዚ ቀስ ኢለ ድይበ ቀስ ኢለ ወርዳ ማለት እዩ ውርድ ኢለ ሕልፍ ክብላ ከለኹ ግን ነዳዲ ሂበ ይቕፅል ማለት እዩ ሕጂ ሆይረረ ገለ ኣላ ኣብዚ ኣንጎሎ እንተሎ ንየማን ዘሎ ቀዲምካ ቀዳምነት ክትቦ ስለ ዘለካ ቁሩብ ብዓይንኻ ስረቕ ኣቢልካ ንየማን ክትርኢ ኣለካ ማለት እዩ ናብቲ ጽሕፈት ዘለዎ ገጹ ማለት እዩ መኪና እንተላው ቀልጢፍካ ጠጠው ትብል ማለት እዩ ከምዚ ዓይነት መኪና እንተ ቅድሜኻ ጠጠው ኢላ ኣለኻ ብናትካ መንገድኻ እሊ ኢልካ ቁሩብ ንቕድሚት ትኸይድ ከምዚ እልይ ንክትብል ግና ብፊትካ ትመጽእ ዘላ መኪና ንኣብነት እዛ ትመጽእ ዘላ ቅድም ኢላ መጺኣ ነራ ተትኸውን ጠጠው ኢለ ከሕልፋ ኣለኒ ምክንያቱ እታ ዕንቅፋት ዘሎ ብናይ የማን ወገን ኣብ ናተይ ወገን ስለ ዘሎ ማለት እዩ እዚ ናይ ኣጋር መስገሪ ዜብራ ኩሉ ግዜ ቀስ ኢልና ተጠንቂቕና ንሓልፎ ኣለና ምክንያቱ ውሕስነት ኣብቲ ሴፍቲ ናትካ እንተ ፅቡቅ ጥንቃቐ ጌርካ እቲ ዝፍትነካ እውን ዝያዳ ውሕስነት ስለ ዝኾነ ትራፊክ ምዝዋር ዝያዳ ነጥቢ ትወስድ ትኽእል ማለት እዩ ነዚ ንኸይድ ኣለና ባምፕ ብዙሕ እዩ ዘሎ እዚ መንበሪ ዓይነት ስለ ዝኾነ ቤት ትምህርትታት ስለ ዘሎ የማና ዘሎ ቫይት ቤት ስኩለ እዩ ዘሎ እዚ ኣብ ቤት ትምህርቲ ተጠንቂቕካ ቀስ ኢልካ ክትከይድ ስለ ዘለካ እዩ ዝኹሉ ባምፕ ማለት እዩ ንኸይትንህር ዕድል ንኸይህበካ ማለት እዩ እዚ ቀስ ቀስ ኢልካ ተቐርቦ ኣብዚኣ ንኣብነት ሕጂ ብርሖ ምስ ረኣኽዋ መጽእ እፍንዎ ነዳዲ ቀስ ኢለ ፍሬኖ ሕዝ እታ ባምፕ ቀስ ኢላ ሓፍ ኢላ ትወርድ ኮላ ምስ ወረደት ነዳዲ ሂበ ቀጽል ሕጂ ንሰንትሩም ገጸይ ወይ ኦከርን ገጸይ ይቐጽል ኣለኹ ጠዋይ ስለ ዝኾነ ቀስ ኢልካ ትመጽእ በንጻር ዝመጸና መኪና የለን ኣብዚ ግን ኩሉ ግዜ ምጥንቃቅ ጽቡቅ እዩ ብብሽክለታ ክመጽእ ይክእል እዩ ብዝተፈላለዩ ነገራት ማለት እዩ ቀስ ኢልና ንኣቱ ሕጂ ኩሉ ግዜ ናብ ሃይወይ ስለ ንኣቱ ዘለና ናተይ ሌን ፈልቲ ገዲፈ ንጸጋም ክኣቱ እየ ማለት ስለዚ ንሂረ ይኸይድ ምሽ ሽዑ ንጸጋም ፍራቻ ገይረ ብድሕሪት ከዓ ይመጽእ እንተሎ መኪና ኣረጋጊጸ ናህረይ ምስቲ ናይ ጸጋም ኣወሃሂደ ይኣቱ ማለት እዩ ኣብዚ ሕጂ ናይ ሰማንያ ስለ ዝኾነ ብማዕሉ ዝረኣየና ዘሎ እቲ ናህሪ ናህሪ ናተይ ናብቲ ፊልድ ፌልት ክኣቱ ከለኹ ሰብዓ ሰማንያ ገጹ ክበጽሕ ኣለዎ ማለት ቀልጢፈ ኣብቲ መንሃሪ ለይን ኣብኡ ንሂረ ቀልጢፈ ክኣቱ ኣለኒ ማለት እዩ እንተ ክኣትዎ ዘይክእል ኮይነ መኻይን በዚሐን ጠጠው ክብል ኣለኒ ማለት እዩ ዝዓበየ እቲ ውሕስነት ስለ ዝኾነ ካብ ሓደጋ ንምድሓን ስለዚ ምስ ኣተኻ ትኺልካ ክትከይድ ምስ ጀመርካ ኩሉ ግዜ ንድሕሪት በቲ ናይ ማእኸላይ መስትያት ምርኣይ ጽቡቕ እዩ ማለት እዩ። ድሕሬኻ እንታይ ይኸውን ኣሎ ከፋት ንክትገድፎ ድሕሬኻ ከኣ ማለት እዩ። ተጸጋዕካ ሰብ እንተሎ ቁሩብ ርሕቕ ትብለሉ። ስፒድካ ግን ኩሉ ግዜ ሰማንያ እንተሎ ሰማንያ ከባቢ ክትሕዛ ዝበለጸ ማለት እዩ። ኣብ ፈተና ንኣብነት ትሕቲ ሰማንያ እንተ ደኣ ኬድካ ፍርሒ ክመስል ይኽእል፣ ናይ ሃይወይ ፍርሒ ዘለካ ክመስል ይኽእል። ስለዚ ሰማንያ እንተሎ ሰማንያ ክትከይድ ኣለካ ማለት እዩ። ስለዚ ከምዚ ተጸጋጊዖሞ ዘሎካ ብጣዕሚ ተጸጋጊዕካ ብጸጋምና ዝረኣናዮ ማለት ተጸጋጊዕካ ትከይድ ጌጋ እዩ ኩሉ ግዜ እታ ናይ ሰለስተ ሰከንድ ሰለስተ ካልኢት ሕጊ ከነኽብራ ኣለና ማለት እዩ እንታይ ማለት እዩ ኣቐዳሚት ካብታ ቀዳሚት መኪና ብሰለስተ ካልኢት ብሰለስተ ሰከንድ ርሒቕና ክንዝውር ኣለና ሃንደበት ጠጠው ኢሉ ንሕና ርኢና ኣስተውዒልና ሓንጎልና ንነብስና ኣዚዙ እግርኻ ፍሬኖ ክሳብ ዝሕዝ ገለመለ ሰለስተ ሰከንድስ የድሕነካ እዩ ንምባል እዩ ነዚ ንኸይድ ኣለና ዘይረኣየካ ተኮይኑ መንገዲ ጥንቅቕ ምባል ቀስ ምባል ፅቡቅ እዩ ብፍላይ ካብ ወፃእ እንተለካ ካብ ኦስሎ ነቲ ሃንደበት ክጥዎ ክእልቲ መንገዲ ስለዚ ኩሉ ግዜ ክረኣየካ ክኽእል ኣለዎ ናበይ ትኸይድ ኣለካ ቅድመይ ዘሎ ፍሬኑ ሕዝ ኣሎ እቲ ቅድሜኻ ዘሎ ኩሉ ከዓ ምፅናዕ ፅቡቅ እዩ ድሕሬኻ እውን ዳርኣኻ ልዕሌና ዝሓልፍ ዘሎ ብጫ ምልክታት ከኣ እንዳ ረኣናዮ ማለት እዩ። ናበይ እዩ እሱ እዩ ኣንፈትና ዝሕብረና። ቀስ ኢልና ነቐርቦ። ኣብዚ ሕጂ ምልክት ናይ ናህሪ ኣሎ ሰብዓ ኣላ ኣብዚኣ ስለዚ ሰማንያ ጸኒሕና ናብ ሰብዓ ክሳብ ኣብዚኣ ካብዚኣ ንኔው ሰብዓ ክከይዳ ክትክእል ኣለዋ። ስለዚ ካብ ኔው ሰማንያ መጺና ሃንደበት ዘይኮና ናብ ሰብዓ ፍሬኑ ንሕዝ ቀስ እናበልና እንዳቐነስና እንዳቐነስና ክንመጽእ ኣለና። ሰብዓ ብማዕዶ ክንሪኣ ኣለና ማለት እዩ። እዚ ንጸጋምና ዘሎ ምልክታት ኣንጎሎ ጠዋይ ምዃኑ እዩ ዝሕብረና ስለዚ ግድን ኣይኮነን ሰብዓ ኢልካ ሰብዓ ክትከይድ ዋላስ ቅንስ ኣቢልካ ክሳብ ትኽ ዝበለ መንገዲ ትረክብ ክትቅንስ ትኽእል ኢኻ ትኽ ኢልካ ትኽ ምስ በለ ሰብዓ እንተይልካ ኣብታ ናይ ሰብዓ ትኣቱ ማለት ፊትና ደሎ ገዛውቲ ኦከርን እዩ ዝበሃል ሕጂ ናብ ሱሳ ተቐይሩ ኣሎ፣ ፓነል ኣቲና ኣለና፣ ኣብ ሱሳ ድማ ቀስ ኢልና ናህርና ካብ ሰብዓ ናብ ሱሳ ክንቅንስ ኣለና ማለት እዩ። ካብታ ሱሳ ንንዮ ኩሉ ግዜ ብሱሳ ክንከይድ ኣለና ማለት እዩ። እዚ እታ ታነል ክንወጽእ ኢና ሕጂ። Room sharing የርእየና ኣሎ ደሴት ከም ዘላ ቅድሜና ስለዚ ናህርና ሱሳ ዘይኮነ እንዳቀነስና ክንከይድ ኣለና ሓምሳ ስለ ዘሎ ገዲፍናዮ እንተጸኒሕና ነዳዲ ኣብዚ ምስ በጻሕና ሓምሳ ትኸውን ብሓምሳ ንቕጽል ማለት እዩ ፍራቻ ንጸጋም ገይረ ኣለኹ ስለዚ ንጸጋም እሰግር ብድሕረይ መብራህቲ ርእየ ኩሉ እዚ ናይ ምዛናይ ምስጋር ናይ ቤና ቪድዮ ክንገብረላ ኢና እዚ ጊቭወይ ኣላ እዚኣ ቀዳምነት ሂብና ብጸጋምና ዝመጸ ስለ ዘይነበረት ተኺልና ንኣቱ ዜርና ክንወጽእ ከለና ከኣ እንደገና ፍራቻ ክንርስዕ የብልናን። ክንወጽእ ከለና ኩሉ ግዜ ንፊትና ንርኢ፣ ናብቲ ንወጸሉ መስመር ልክዕ ናብኡ ርኢና ቦታና ናብኣ ንሕዝ። ቦታና ምስ ሓዝና ካብ ዝንሄው ፍራቻ ነጥፍእ፣ ናህርና ወሲኽና ንቕጽል ማለት እዩ። ሕጂ ጠዋይ ስለ ዘሎ እዚ ዋላ ናይ ሰብዓ ኮሎ ኩን ተሃይወ፣ ሓምሳ ሱሳ እናበልካ እናነሃርካ መጺኻ ኣብዚ ሰብዓ ትበጽሕ ማለት እዩ። ሕጂ ንጸጋም ክሰግር እንተኾይነ ካብዚኣ ኔው ሰብዓ ትበጽሕ ካ ንጸጋም ክሰግር እንተኾይነ ምልክታት ገይረ ኩሉ እታ ናይ ምስጋር ሕግታት ኣማሊኤ ከባቢ ሓሙሽተ ዝኾና ስቴፕስ ኣለዋ ናብ ጸጋም ሰግር ማለት እዩ። ጸጋም ሰጊረ ምስቲ ዘሎ ናህሪ ናይቲ ፌልት ድማ ወይ ድማ ለይን ምስኡ ተዋሃሂደ ከይድ ኣለኒ ሰብዓ ክኸዳ ስለ ዝጸንሓኒ ዘለዋ ሰብዓ ከይድ ኣለኒ እዚ ክትኣቱ ከለኻ ሰብዓ እንዳኸዳር ሱሳ እንተ ኣቲኻ ብድሕሬኻ ሓደጋ ክመጽእ ይኽእል ማለት እዩ ስለዚ ምስቲ ክስታይ ትወሃሃድ ኣለካ ኣብዚ ብዝሕ ኢለን ጸኒሐን ስለዚ ክሰግር ስለ ዘይከኣልኩ ንጸጋም ስለ ዘይተዳለኹ ሱቕ ኢለ ተጸቤ ዝሕ ኢለ የእትየየን ማለት እዩ ስለዚ ነዚኣ እትየያ ነታ ድሕረይ ዘላ ግን ሓሊፈያ ከይደ ማለት እዩ ስለዚ ልክዕ ከምዚ ናይ ቻርኔራ እቲ ሓደ ይኣቱ እቲ ሓደ ኣቱ እቲ ሓደ ኣቱ እቲ ሓደ ኣቱ እናበልካ ተዋሂድካ ትኣቱ ትኽእል ኢኻ እንተ ክትሰግር ዘይክኢልካ ንጸጋም ሕጂ ንየማን ወጺኤ ኣለኹ። ነዚ እዚ ቀስ እናበልና ንኸይድ ፊትና ዘሎ ምልክት ጠዋይ ኣንጎሎ ከም ዘሎ እዩ ዘርእየና ስለዚ ቀስ ንብል ማለት እዩ ሓንቲ ተኮይና ደሓን እዩ ክልተ ሰለስተ ኮና እየን ምልክታት እየ ስለዚ ከከም ብዝሐን ቀስ እናበልና ንኸይድ ሰለስተ ተኾይና ኣዝዩ ጸቢብ ስለ ዝኾነ ወይ ጠዋይ ስለ ዝኾነ ቀስ ንብል ናይ ካሜራ ምልክት ኣሎ ኣብዚ ስለዚ ድሕሪ ዝተወሰነ ሜትሮታት ካሜራ ኣላ ማለት እዩ ሕጂ እዚኣ ትውድእ ስለ ዘላ እዛ መንገዲ ጸጋም ክኣቱ እየ